ግናኸ መጽሓፍ ቅዱስ ቅንኢ ሕማም ምዃኑ ብንጽሩ ይነግረና። ቃል ኣምላኽ ኣብ ምሳሌ ምዕራፍ 14 ፍቕዲ 30 ከም ዝብል ህድኣት ልቢ ንስጋ ህይወት እዩ፣ ቅንኢ ግና ንዕጽምቲ የበስብስ። ስለዚ ቅንኢ ፍቕሪ ዘይኮነ ንውሽጣዊ ሰብነትካ በሊዑ ዝውድእ በስባሲ እዩ። ሰብ ክቐንዖ ከሎ መጀመርታ ዝጎድኦ ነቲ ዝቐንኣሉ ሰብ ዘይኮነሲ ንገዛእ ርእሱ እዩ ዝቐንእ ንገዛእ ርእሱ እዩ ዝጎድእ። ቀዳማይ ሰላም ይስእን፣ ድቃስ ይስእን፣ ውሽጡ ይባላሾ። ካልኣይ ቅንኢ ኣብ ክልተ ክምቀል ይኽእል። ቀዳማይ ቅዱስ ቅንኢ ክንብል ከለና እቲ ካልኣይ ድማ ርኩስ ቅንኢ ይበሃል። ንሰባት ከይነደናግር ነዚ ብንጽር ክንፈልዮ ይግባእ። ቅዱስ ቅንኢ ማለት እዚ ማለት ሓደ ሰብ ብመንፈሳዊ ህይወቱ ወይ ብጽቡቕ ተግባሩ ንፉዕ ኮይኑ ምስ ዝረኣዮ ኣነ እውን ከምዚ ሰብ እዚ ንፉዕ ክኸውን ኣለኒ ንኣምላኽ ክፈርሕ ይግባኣኒ ኢልካ ንርእስኻ ምልዓል ማለት እዩ። እዚ ብዓወት እቲ ሰብ ምሕጓስ ምምስጋን ዝሓዘለ እዩ። ስለዚ ቅዱስ ቅንኢ ኸኣ ይበሃል። ንሰብ ንምውዳቕ ዘይኮነሲ ርእስኻ ንምምሕያሽ ዝግበር ቅዱስ ድሌት ስለ ዝኾነ እዩ። እቲ ካልኣይ እኩይ ቅንኢ ወይ ድማ ርኩስ ቅንኢ ይበሃል። እዚ እቲ ሓደገኛ ሕማም እዩ። ንሱ ስለምንታይ ሓሊፍሉ? ንሳ ስለምንታይ ሓሊፍላ? ስለምንታይ ተባሪኹ? ስለምንታይ ተባሪኻ? ስለምንታይ ይፍቶ? ስለምንታይ ተፈትዩ? ኢልካ ብዓወት ሓውካ ምሕራር፣ ክወድቕ ምድላይ፣ ስሙ ክጠፍእ ምጉያይ እዚ ናይ ሰይጣን ባህሪ እዩ። ርኩስ ቅንኢ ኸኣ ይበሃል። ቅንኢ ካበይ ይብገስ እንተይልና መበገሲኡ ሓደ ሰብ ቅነ ክጅምር ከሉ ንሰብ ንርእሱ ምስ ካልኦት ከወዳድር ንዝጅምር እዩ እዚ ከዓ ቅነ ይወልድ ኣምላኽ ንነብሰ ወከፍና ዝሃበና በበይኑ ጸጋን ህይወትን ኣለና ናትካ ገዲፍካ ናይ ካልኦት ክትርኢ ምጅማር ናብ ቅነ የምርሕ ምክንያቱ እቲ መንፈስ እቲ ጸጋ ሓደ እዩ እቲ ውህበት ግና በበይኑ እዩ ከም ዝበለ ሃወርያ ጳውሎስ ልክዕ ኣባኻ ዘሎ ጸጋ እንተዘይፈሊጥካ እንተዘይዓጊብካሉ ናይ ካልኦት ጸጋ ንኽትርኢ ጸጋኻ ይጠፍኣካ ስለዚ ዘይምምስጋን በቲ ኣምላኽ ንዓኻ ዝሃበካ ነገር ዘይምዕጋብ ንዓይ እዚ ጎዲሉኒ እገለ ግን ተዋሂቦ ዝብል ዘይምስግን ልቢ ንቕንኢ ማዕፀ ይኸፍተሉ ስለዚ ገዛእ ርእስና ምስ ሰባት ምውድዳር ዘይኮነሲ ብገዛእ ርእስና ዕግባት በቲ ኣምላኽ ዝሃበና ጸጋ ዕግባት ክንከውን ይግባኣና። ናይ ትሕትነት ስምዒት ድማ ይስምዓና እዩ። እንተ ደኣ ምስ ሰባት ንወዳደር ሃሊና ናይ ትሕትነት ርእሰ ምትሓት ኢሉ ዝስምዓካ ምክንያቱ ሓደ ሰብ ብገዛእ ርእሱ ድርቀት ምስዝህልዎ ብርእሱ ዘይተኣማመን ምስዝኸውን ዓወት ካልኦት ሰባት ንዕኡ ስዕረት ኮይኑ ኢሉ ይስምዖ ማለት እዩ ስለዚ ምናልባት ሕጂ እስኻ ሎሚ ተዓዊትካ ኣለኻ ሓደ ሰብ ከዓ ሎም ኣይተዓወተን ስለዚ ናትካ ናይ መጨረሻ ውድቀትካ ኣይኮነን ናትኻ ናይ መወዳእታ ዓወት ኣይኮነን ስለዚ ኣባኻ ብዙሕ ጸጋ ኣለካ ኩሉ ግዜ ንዓኻ ዝመስል ሰብ የለን ማለት እዩ ዝመስለካ ሰብ የለን ሓደ ሰብ ዝተፈለየ ፍጥረት እዩ ምክንያቱ መተካእታ ዘይብሉ ኣብዚ ምድሪ ሓደ ሰብ ማለት እዩ ምክንያቱ ንዕኡ ዝመስል ዳ እምበር ንሱ ኣይትረኽቦን ኢኻ ንምንታይ ኣብኡ ዘሎ ፀጋ ዝተፈለየ እዩ ኣብቲ ሓደ ዘሎ ፀጋ ከዓ ዝተፈለየ ኩሉ ከኣ ንናይዋሉ ክባር እዩ ማለት እዩ ስለዚ ስጋዊ ድሌት ኣነ ጥራሕ ክርኢ ኣነ ጥራሕ ክምስገን ኣነ ጥራሕ ይኾነለይ ኣነ ጥራሕ ከምዚ እንዳበልካ እዚ መንፈስካ ዘዋቅን እዩ ማለት እዩ ስለዚ ምልክት ቀናዕ ሰብ እንታይ እዩ እንተኢልና ሓደ ሰብ በዚ ሕማም እዚ ተታሒዙ ከም ዘሎ ብኸመይ ክፈልጥ ይኽእል ሰብ ክምስገን ከሎ ይርበሽ ይሓምም ናይ ሰባት ዓወት ወይ ድማ ታሪክ ከነኣእስ ይደሊ ንሱ እኮ ብዕድል እዩ ወይ ዘመድ ስለለዎ እዩ ወይ ከምዚ ስለ ዝኾነ እዩ ይብል ማለት እዩ ምክንያታት ነቲ ሰብ ኣብነት ብዙሕ ፈተናታት ሓሊፉ ኣብ ዝለዓለ ደረጃ ክበፅሕ ይኽእል ሕዚ ብቲ ፈተናታት ብቲ ሽግር ብቲ መከራ ሓሊፉ እንተዝተፃዊሩ እንተዝነወደቕ እናተሰን ኣብቲ ዝደልዮ ዓወት ክበጽሕ ከሎ ከምዚ ኢሉ ዘመድ ደጊፉ ወይ ከምዚ ኮይኑ ብዕድሉ ልብል ነገራት ይመጽእ ንምንታይ በቃ ንዓና እኮ ዝጎለና የለን እስኻ ጀግና ኢኻ ወይ ብዓወት ሓደ ሓውና እንተ ደኣ ተሓጒስና ንዓና ንኸስ እምበር ዝቐንሰና ነገር የለን ማለት እዩ እስኪ ሕሰብ ነብሎ ኣብ ውሽጥናት ኢና ሓደ ሰብ ክዕወት ከሎ ተሓጒስካ ሓጎስካ ትገልጽ፣ ብኡ ደስ ክብለካ ከሎ ውሽጣዊ ዕግበት፣ ውሽጣዊ ሰላም ይስምዓካ። ሓደ ሰብ ስለ ዝተዓወተ እንተ ደኣ ቀኒኻ፣ እንተ ደኣ እዎ ሓዚንካ፣ እንተ ደኣ እዎ ውጊኻ ውሽጥኻ ተቑስል፣ ውሽጥኻ ኸ ይኸፍኦ ማለት እዩ። ስለዚ ሕሜት ኣይፈቱ እቲ ናይ ሰብ ንሱ ማለት እዩ ንምንታይ ስም እቲ ዝቐንኣሉ ሰብ ንምርካስ ኣበር ክራይ ክብ ይፅዕር ማለት እዩ ኣብ መፅሓፍ ቅዱስ ዝነበሩ ቀናት ሰባትን ውድቀቶም ከዓ ከምዚ ሰብ ይነግረና ማለት እዩ መፅሓፍ ቅዱስ ቅኒ ከመይ ሰብ ከም ዘጥፎ ዘሰንብት ታሪክ ይነግረና ቀዳማይ ኦሪት ዘፍጥረት ምዕራፍ ኣርባዕተ ቃየል እዩ ማለት እዩ ቀይል ዝቐነ ኣምላኽ መስዋእቲ ሓው ኣቤል ስለ ዝተቐበለ እዩ። ኣክንዲ ንርእሱ ዘተዓራሪ ንሓው ቀተሎ። ውፅኢት ቃይል ኮብላሊ ኾነ፣ ካብ ገጽ ኣምላኽ ድማ ረሓቐ። ቅኒ ቀታሊ እዩ ማለት እዩ። ስለዚ ኣብዚ ቃይል በቲ ዝገበሮ ጌጋ እንተዝእረም ነይሩ ዝኸለለ ነይሩ ማለት እዩ። ኣክንዲ ንባዕሉ ዘተዓራሪ ግን ዳግማይ ንሓዉ ቀቲሉ ማለት እዩ ስለዚ እቲ ቅዱስ ቅኔ እንታይ እዩ ኣብዚ ኣብ ናይ ቀይልን ኣቤልን ዝመፀልና ኣቤል ቅዱስ ቅኔ ኣቤል ጥዑይ ገይሩ ቃይል ቅዱስ ቅነ እንተዝኾነ ነይሩ ከም ሓወ ኣቤል ካብ ድሕር ሕጂ ከምሳ ገብር ኣለኒ እዚ ንፅር መስዋዕቲ ክቕርብ ኣለኒ ክብል ነይሩ ማለት እዩ ታሪኹ ብምሉ ኣወርዘ ፍጥረት ምዕራፍ ኣርባዕተ ክትምልከተዎ ትኽእለ ኢኹም ካልኣይ ከዓ ኣምላኽ ኣሕዋት ዮሴፍ ማለት እዩ ኦሪት ዘፍጥረት ምዕራፍ ሰላሳን ሸውዓተን እንታይ ይብለና ኣቦኦም ያዕቆብ ንዮሴፍ ስለ ዘፍቀሮ ዮሴፍ ድማ ብዛዕባ ራእይ ስለ ዝነገሮም ቀኒኦምሉ እዚ ሕልምተኛ መፂኡ ኣሎ ንክተልዎ ተባሃሉ ውፅኢቱ ንዮሴፍ ሸይጦም ንልቢ ኣቦኦም ሰበሩ ንሳቶም ድማ ንዓመታት ብሕልና ጸጸት ተሳቐዩ ይብለና። ቀጺሉ ከኣ ንጉስ ሳኦል ቀዳማይ ሳሙኤል ምዕራፍ 18 እንታይ ይብል? ዳዊት ንጎልያድ ምስ ቀተሎ ኣንስቲ ሳኦል ሽሕ ሳኦል ሽሕ ዳዊት ድማ ዓሰርተ ሽሕ ቀተለ ኢለን ዘመራ ሳኦል ከዓ ብዚ ተናዲዱ ንምንታይ ከምኡ ዘይኮንኩ ኢሉ ማለት እዩ ካብታ መዓልቲ እቲኣ ጀሚሩ ሳኦል ሰላም ስኢኑ ንዳዊት እንታይ ክገብሮ ክሳድዶ ዘመኑ ወድአ ውጽኢቱ ድማ ሳኦል መንፈስ ኣምላኽ ርሒቕዎ ብኽፉእ መንፈስ ከኣ ተሰቐየ ኣብ መወዳእታ ድማ ብሕሱም ኣማውታ ሞተ ቅንኢ ንንጉስ ከም ዘይረብሖ ሰብ ገይሩ ኣውዲቕዎ ማለት እዩ ስለዚ ንጉስ ሳኦል እንከሎ ብሰንኪ ቅነ ግን ቅነ ከቢድ ምዃኑ ሕሰቦ ማለት እዩ ኣብዚ ሕጂ ግዜ ንዓይ ይጥዓመኒ ብዝብል በቃ ንሪኦ ዘለና እዩ ውፅኢት ከዓ ቅኒ እዩ ማለት እዩ ቅኒ ከቢድ መድሓኒት ዘይብሉ እዩ በዓልትና ብፀሎት ብፀጋ ኣምላክ ክንፍውሰ እንተዘይክኢልና ፈውሲ ቅንስ እንታይ ይግበር እንተዳ ኢልና ሕጂ ሕፅር ብዝበለ ቅንኢ ዘለዎ ሰብ እንተ ደኣ ኣሎ ሎሚ ካብዚ መርዚ ቅነ ክወፅእ ይግባእ ንሱ ከዓ ቀዳማይ ንስሓ እዩ ማለት እዩ ኦ ኣምላኽ እዚ ስሜት እዚ ሓጢኣት እሞ ይቕረ በለለይ ኢልካ ተናዘዝ ቅንኢ ሕማም ጥራሕ ዘይኮነሲ ኣብ ቅድሚ ኣምላኽ ሓጢኣት እዩ ካብኡ ከዓ ምስጋና ምልምማድ በቲ ንዓኻ ዝሃበካ ኣምላኽ ክተመስገን ይግባእካ ማለት እዩ ኣምላኽ ንነፍሲ ወከፍ ሰብ ዝሃቦ ፍሉይ ጸጋ ኣሎ ናትካ ጸጋኻ ኣለሊ ማለት እዩ ኣባኻ ዘሎ ጸጋ ኣብ ካልእ ሰብ ዘይክህሉ ይኽእል እዩ ልክዕ ስለዚ ጸጋኻ ኣለሊ ንሰብ ባርኽ። እዚ እቲ ዝዓበየ መድሓኒት እዩ ማለት እዩ። እቲ ትቐንዐሉ ዝጀመርካ ሰብ ብግዲ ቃላት እናውፃኻ ባህርኮ ማለት ውሽጥኻ ቅነ ክስምዓካ ከሎ ኣብቲ ምንቲ ምንታይ ከመይ ኢሉ ሓሊፉ ኣብዚ ደረጃ ዝበፂሑ ንምንታይ ክንዲ ዝቐንዐሉስ ከመኸውን ዘይፀር እንዳበልካ ክትባርኾ ይግባእ ማለት እዩ። ብዝያዳ ኣዕብዮ ኢልካ ንኣምላካ ጸሎት ትገብረሉ ኣለካ ንሰብ ክትምርቕ ከለኻ እቲ ኣብ ውሽጥኻ ዘሎ ጋኔን ቅንኢ መንፈስ ይወፅእ ማለት እዩ ዓይንኻ ኣብ ክርስቶስ ግበር ንሰብ ምርኣይ ኣቋርፅ መዋዳድርትኻ ሰብ ዘይኮነ እቲ ኣምላኽ ዝፀዋዓካ ፃውዒት እዩ ማለት እዩ ስለዚ ቅንኢ ንሰብ ንሰብ ዘውድቕ ነቲ ዝቐንእ ሰብ ጥራሕ ዝወድቕ ዘውድቕ መርዚ እዩ ማለት እዩ ንሓደ ሰብ ስኻ ስለ ልቐናኻሉ እቲ ሰብ ሲ ክወድቕ ማለት ኣይኮኑ ቀንዲ ተጎዳኢ ትኸውን ንስኻ ኢኻ ነቲ ዝቐንእ ሰብ ጥራይ ዘውድቕ መርዚ እዩ ስለዚ እቶም ቅንኢ ዝሓመምኩም ኣይተቕኑ ቅንኢ ትርፊ የብሉን ክሳራ ጥራይ ስለዚ ንእግዚኣብሔር ንሓደ ሰብ ምስ ባረኾ ንዓኻ ዝተርፈካ በረኸት ስለ ዘለዎ ኣይኮነን ማለት እዩ። መዝገብ ኣምላኽ ሰፊሕ እዩ። ኣክንዲ ትቐንእ ንዑ ዝገበረ ኣምላኽ ንዓይ እውን ይግበረለይ ኢልካ ተስፋ ግበር። ጽቡቕ ቃላት ማለት እዩ። ቃላት ይበቕሉ እዮም። ቃላት ሓይሊ ኣለዎ ማለት እዩ። ስለዚ ኣብቲ ሓደ ሰብ ጽቡቕ እንተ ዳሪኻ ንዑ ጽቡቕ ዝገበርካ ንዑ ኢለ ጽቡቕ ግበረለይ ኣምላኽ ኢልካ ፅቡቅ ተመነ ማለት እዩ። ስለዚ ቅንይ እዩ ዝብል ካብቶም ጸጋ ዝብዝሓሎም ኣቦታት ኣሕዋት እዚ መስል ተማሂርኩም ክትኮኑ ተስፋ ገብር ከም ቅዱስ ፍሬ